እንታይ ትምኹሩኒ? ሰላም ተኸታተልቲ ወለዶይ ፕሮዳክሽን፣ ናይ ብርዒ ስመይ ሓርነት ይበሃል። ዕድመይ ድማ ጓል 28 ኮይነ ብመልክዒ ክምካሒለ ኣይኮንኩን፣ ግን ቀያሕ ምጭው ዝበልኩ ሄዋን እየ። ኣብዚ ሕጂ እዋን ድማ ኣብ ስዑዲ ዓረብ እየ ዝነብር ዘለኹ። ናብ ስዑዲ ዓረብ ካብ ዝመጽእ ዳርጋ ሕጂ ኣርባዕተ ዓመት ጌረ ኣለኹ። ንድሕሪ ባይታይ ዝምልከት ኣብዚ ይኣኽለኒ። ናብ ጠንቂ ሽግራተይ ሳዕቤናቱን ከብለኩም ከም ኣበርስቲ ዝረኣኹሞ ኣነ ሓብትኹም ካባኹም ካልኣይ ሓሳብ ወይ ድማ ምኽርኹም የድልይኒ። መበገሲ እዚ ነገር ዋላ 16 ዓመት ከለኹ እዩ ዝጅምር። ኣብቲ ግዜ እቲ ምስቲ ናይ መጀመርያ ኣፍቃሪየ ተላልየ። ምስ ተላለና ኣይደንጎናን። ናይ ፍቕሪ ሕቶ ቕሪብለይ ኣነ እውን ይጸልኦ ስለ ዘይነበርኩ ኣብ ሓጺር እዋን እየ ሕራይ ኢለዮ። ብዙሕ ኣይጸናሕናን ዘይሓሰብክዎ ኣነ ድቂ ሒዘ ኣብ ዝኾነታት ከለኹ ንሱ ናብ ጎረበት ሃገረ ሱዳን ኣምርሕዩ። ቅድሚ ንሱ ንሱዳን ምስጋሩ ኣነ ንባዕለይ ምጥናሰይ ኣይፈልጥን ነይረ ድሕሪ ኣርባዕተ ወርሒ እየ ፈሊጠ። ዋላ እኳ ኣብቲ ዕድመ ንሱ ምግጣሙ ብዙሕ እንተባሳጨወኒ ኣምላኽ ይመስገን ብሳላታ ጅግና ኣደይ ክረጋጋእ ክኢለ እየ። ኣደይ ጥንሲ ሒዘ ምስ በልክዋ ከም ዝሓሰብክዎ ብቐርና ኣይተቐበለንን። ብኣንጻሩ ኣነ ደኹ ከለኹ ኣይከሓስመክን እዛ ጓለይ ኣጆኺ ኢላ ሞራል ክብ ዘብል ቃላት እያ ኣስኒቓትኒ። ኣነ እውን ካብ ኣደይ ከምዚ ዓይነት ዘረባ ምስምዐይ ኣዝዩ ሓይሊ ተሰሚዕኒ። ኣምላኽ ይመስገን ድንግል ማርያም ብሰላም ወደ ገላጊላትኒ። ኣይሓመቕኩን ምስ ኣደይ ተሓጋጊዘ ቆልዓይ ክዕቢ ጀሚረ። ከምዚ ኢለ እንዳቐጸልኩ ከለኹ ናብራ ካብ ግዜ ናብ ግዜ ክኸብደኒ ጀሚሩ ከም ውፅኢቱ ድማ ወደይ ወዲ ክልተ ዓመት ምስ ኮነ ምስ ኣደይ ገዲፈዮ ናብ ስደት ንስዑድ ዓረብ ኣምሪሐ ኣይደንጎኹም ብሰላም እውን ኣትየ ኣብ ስዑድ ዓረብ ምስ ኣተኹ ነተቦ ወደይ ቤተሰቡ ስለ ዝነገርዎ ደው ኢሉ ደሃየ ይገብር ነይሩ ብብዝሒ ክንዳወል ሰላም ክንበሃል ድማ ጀሚርና ብዝሒ ምድውዋል እንታይ የስዕብ ይጠፋእኩም ኣይብልን ኣቦ ወደይ ካብኡ ዘይጽበዮ ዘረባታት ክዛረበኒ ጀሚሩ። ደሓር ግን ኣነ ዝድውለሉ ዝነበርኩ ከምዚ ንዕኡ ንፍቕሪ ዝደለኹዎ መሲልዎ ከም ዝተረድኦ'ዩ ተረዳእኹ። ኣነ ግን ዝድውለሉ ዝነበርኩ ኣቦ ወደይ ጥራይ ስለ ዝኾነ እምበር ካልእ ከም ዘይኮነ ነገርኩዎ። ብኸምዚ ተረዳዲእና እንዳቐጸልና ኣነ ሓደ ኣብ ስዑዲ ዓረብ ኣብዚ ዘለኹዎ ምስ ሓደ ወዲ ተላለኹ። ኣይጸናሕናን ተፋቒርና። መርዓይ ገበርናን ስድራን ኣፍሊጥና ድማ ናብራ ንምምስራት ኣብ ፍቕሪ ከለና ጉዕዘ ኢልና ንምጅማር እንዳተበገስና ብኣጋጣሚ ካብ ዕለታት ሓደ መዓልቲ ግን ሰብኣየይ ስእለይ ኣብ ፌስቡክ ይልጥፎ እሞ ደሓር እተቦ ወደይ ምስ ረኣዮ ኣቲ ሓርነት እዚ ቦስት ዝገበረኪ ወዲ መን እዩ ኢሉ ይሓተኒ ኣነ ድማ ይቕረታ ዘይነጎርክኻ ዓርኪ ሒዘ ኣብ ቀረባ እዋን ክምርዖ ይሓስብ ኣለኹ ኢለዮ። ኣቦ ወደይ ጠቕላላ ኣብ ርእሰይ ዘይነበረ ዝዓጸናዮ ምዕራፍ ገንጺሉ ስለምንታይ ትምርዓዊ እስኺ ናተይ ሰበይቲ እንዲኺ ይብለኒ። ኣነ ድማ እንታይ ኢኻ ትብል ምሽ ኣቐዲምና ተረዳዲእናሉ ካልኣይ ከኣ ሰለስተ ዓመት ደሃይ ጌርካ ዘይትፈልጥ ሕጂ ናብራ ምስ ጀመርኩ ከምዚ ኢልካ ትዛረብ ይብሎ። ንሱ ድማ ነዊሕ ድሕሪ ምዝራብ ፍትሕዮ ኣነ ኣቦ ወድኺ ይሕሸኪ ኣነ ናብ ኤውሮጳ ከምጽአኪ እየ ቪዛ ክሳብ ዝውድእ ቁርብ ተጸበይኒ ይብለኒ። ንሰብኣየይ ብጣዕሚ ይፈትወንን ይፈትዎን ስለ ዝነበርኩ ነቲ ኣቦ ወደይ ከም ዘይከውን ነጊረዮ። ኣቦ ወደይ ግን ናብራይ ክመርሕ ኣይገደፈንን። ሰላመይ ንምዝራግ ብዙሕ ጻዕሪ ይገብር ነይሩ፣ ግን ኣይሰለጦን፣ ኣነ እውን ኣይሰማዕክዎን። ብጀካኡ እዚ ናይ ሕጂ ኣፍቃርየይ እውን እዚ ጉዳይ ይፈልጦ ስለ ዝነበረ ክጠራጠር ጀሚሩ። መዓልታዊ ብጣዕሚ ከም ዝፈትወኒ ምሳይ ክነብር ከም ዝደሊ ከይጠልሞ ይምሕጸነኒ። ንኣሕዋት እውን በጃኽን እናደወልክን ከይትጠልምየልክን ተዘራብኣ ክብለን ጀሚሩ። እሳተን እውን ሓውና ከይትጠልምዮ ይብላኒ ነይረን። ኣነ እውን ብጣዕሚ ከም ዝፈትዎ ከም ዘይጠልሞ ካብ ጥርጣረ ነጻ ንኸውን ብዙሕ ይጽዕር ነይረ። ንሰብኣየይ ካብ ጥርጣረ ንምድሓን እንኮ ክገብሮ ዝነበረኒ ኣማራጺ ብኹሉ ብሎክ ምባል እዩ። ሓዳረይ ቅሳነት ንምፍጣር ድማ ናቦ ወደይ ብሎክ ገይረ ምስ እዛ ኣብ ስዑዲ ዓረብ ዘሎ ሰብኣየይ ሓዳር ክቕፅል ጀሚረ። እዚ ኩሉ ነገር ከብቅዕ ግን ሰብኣየይ ምስ ግዜ ጠባይ እንዳመፀፀ መፅዩ። እቲ ቀደም ክጥርጥረኒ ከሎ የሕረቐኒ እኳ እንተነበረ መበገሲኡ ፍቕሪ ምዃኑ ምስ ፈለጥኩ ግን ብውሽጠይ ማራ ከም ዘፍቅረኒ ምስክርነቱ እዩ ይብል ነይረ ሰብኣይ ግን ምስ ግዜ ቅኑእ ክዛረብ ኣይኮነን ነታ የፍቅረኪ እየ ትብል ቃል ከማን ብትብዓት ከውፃ እንዳኸበደቶ መፅኡ ጠባዩ ኣመና እንዳተቐየረ ምስ መፀ ደሓን ዲኻ እንታይ ኮንካ ትቕየረኒ ኣለኻ ኢለ ምስ ሓተትክዎ ንስኽስ ምስ ኣቦ ወድኺ ገዲፍክኒ ክትከዲ ኢኺ ጌና ኣይረሳዕክዮን ኢሉ ዘይከውን ህልወሳታት ከመኽኒ ጀሚሩ። ድሕሪ ነዊሕ ዝርርብ ብምስምማዕ ተፈላለና። ምስ ተፈላለና ግን ሱቕ ኢሉ ከይገድፈኒ ኣብ ዘዝጸመወ ይድውለለይ እሞ ግን ምሳይ ንምዃን ዘይኮነስ ናፍቖቱ ከውጽእ ጥራሕ እዩ ዝድውለለይ። ብተግባር እኳ ማራ ይግረም እንተሃለኹ ግን ብፍሕሽው ገጽ ስራሕ ኣለኹ እንዳበልኩ ክዓጽዎ ጀሚረ። ድሕሪ እዚ ኩሉ ኣብዚ ሕጂ እዋን ምስ ካልእ ጓል ይርእዮ ኣለኹ። ብልክዕ እንታይ ዓይነት ምኽሪ ከም ዘድልየኒ ኣይፈልጥን፣ ግን ካብ ተመኩሮኹም ካብ ትፈልጥዎ ነዚ ዛንታይ ምስ ሰማዕኹም ብዛዕባ እዚ ጉዳይ እንታይ ትብሉኒ? ብትህቡኒ ምኽሪ ኣመና የመስግን። ሓፍትኹም ሓርነት ካብ ስዑዲ ዓረብ የቐንየለይ።